ሰላም ተኻታተልቲ መደባት ፈንግሌሪ ሜድያ ከመይ ትሓድሩ ንሎም ሰሉስ ዒስራን ሓደን ሚያዝያ ብቐዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብኽብሪ ይዕድም ሰናይ ምክእታል ተኸታተልቲ በቲ ቀዳማይ ንሪያ ገዳስ ዛዕባ ምስ እንፍልም ሓደ ካብቲ መንግስቲ ኤርትራ ብዑቱብ ሒዙ እናሰርሓሉ ዝርከብ ዘሎ ዓበይቲ ጉዳይን ፕሮጀክታትን ነቲ ኣብ ኤርትራና ዝፈሪ ዝትፍላልየ ምህርትን ጥረ ነገራትን ኣመስሪሕካ ንዕዳጋታት ውሽጢ ሃገር ኣረጋጊኻ ክሳብ ንሰደድ ዝዓለመ እዩ። ኣብ ዓመተ ክልተ ሽሕን ሸሞንተን መንግስቲ ኤርትራ ኣብ ኣለቦ ባናቶም ዝተባህለ ኣገዳሲ ፋብሪካ መስሪቱ ነይሩ። እቲ ፋብሪካ ኣብዚ ሕጂ እዋን ንዕዳጋታት ውሽጢ ሃገር ብሉጽ ዝኾነ ሳልስ ኣብ ምቕራብ ክሳብ ናብ ወጻኢ ሃገራት'ውን ብሉጽ ፍርያቱ እናሰደደ እዩ ዝርከብ ዘሎ። መንግስቲ ኤርትራ በዚ ጉዳይ ከይተሓጽረ ተመሳሳሊ ከምዚ ዓይነት ፕሮጀክታት እናስፍሐን እናዕበየን ይርከብ ኣሎ። እዚ ኣብ ስእልታት ንከታተሎን ንዕዘቦን ዘለና ኣብ ኣለቡ ተደኲኑ ዝርከብ ዘሎ መመስርሕን ዘበናዊ መዐቀቢ ውጽኢት ሕርሻ ዓሳን ጥሪቱን እዩ። ብዘይካ'ቲ ናይ ሳልሳን ምስ ኮሚደረ ዝተተሓዘ ጉዳያትን ካልእ ውጽኢት ሕርሻ ናይ ዓሳን ናይ ጥሪትን እውን መንግስቲ ኤርትራ ብኸምዚ ዓይነት መንገዲ ኣመስሪሑ ንዕዳጋታት ውሽጢ ሃገር ኣረጋጊኡ ንሰደድ ዝዓለመ ኣብ መስርሕ'ዩ ዝርከብ ዘሎ። እዚ ከኣ ንኤርትራና ሓደ ካብቲ ልዑል ናይ ወጻኢ ሸርፊ ዘምጻላ ዓበይቲ ፍርያትን መኽሰባትን ኮይኑ'ዩ ዝርከብ። መንግስቲ ኤርትራ ምስ መዳይ ሕርሻን ካልእ ነገራትን ተተሓሒዙ ኣብዚ ከይተሓጽረ ነቲ ካብ ኤርትራ ኣብ ዕደና ዝርከብ ዝተፈላለዩ ነገራት'ውን ኣመስሪሕካ ናብ ዕዳጋታት ዓለም ንምቕራቡ ብዕቱብ ሒዙ ይሰርሓሉ ከምዘሎ ሓደ ካብቲ ብተደጋጋሚ ምስ መዳይ ዕደና ናይ ኤርትራ ተተሓሒዙ ዝወጽእ ዘሎ ዓበይቲ ዓበይቲ ዜናታትን ጉዳያትን እዩ። ኤርትራ ሃገርና ካብ ግዜ ናብ ግዜ ነቲ ትደልዮ ሸቶን ዕላማን እናሃረመት ትረከብ ኣላ። ከምዚኦም ዓይነት ኣብ ውሽጢ ሃገር ተደኲኖም ዝረከብ ዘለዉ መመስርሓትን መሳለጥያን ዓበይቲ ዓበይቲ ፕሮጀክታት ፍርያት ኣፍርዮም ንውሽጢ ሃገርን ንዕዳጋታት ዓለምን ዘቕርቡ ሓደ ካብቲ ንኤርትራና ልዑል መኽሰባትን ናይ ወፃኢ ሸርፊ ዘምፀላ ኮይኑ ይርከብ። ክቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰግር ብቐጥታ ምዛ ገስረጥን ትፈራኸሽን ዘላ ኢትዮጵያ ዝተተሓዘ ኮይኑ ኩናት ኣብ ክልል ኣምሓራ ቀፂሉ ይርከብ ኣሎ። ትማሊ ዕጡቓት ፋኖ ኣብ ልዕሊ ሰራዊት ፌደራል መንግስቲ ኢትዮጵያ ብዘካየድዎ ናይ ድብያ መጥቃዕትታት ኣብ ሓደ መዓልቲ ጥራይ ልዕሊ ሓሙሽተ ሚእቲ ሰራዊት ናይ ስርዓት ብልጽግና ምዉትን ቁሱሉን ምሩኹን ክገብሩ ኪኢሎም ይርከቡ ኣለዉ። ፋኖ ኣብ ማሕበራዊ መራኸቢታት ቪድዮታት ዘርጊሖም ይርከቡ ኣለዉ። እቲ ቪድዮታት ናባኹም ክነብሎ ንኽእል ኣይኮናን ምኽንያቱ ኣብ ዩትዩብ ከምዚ ዓይነት ምስልታት ስለ ዘይፍቀድ። ነዚ ቪድዮታት ክትከታተሉን ክትዕዘቡን ምስ እትደልዩ ተስፋኒዉስ ብምባል ኣብ ገጻት ትዊተር ከይድኩም እቲ ቪድዮታት ክትከታተልዎን ክትዕዘብዎን ትኽእሉ ኢኹም። ኣዝዩ ዘስካሕክሕ ቪድዮታት ኣብኡ ተዘርጊሑ ይርከብ ኣሎ። ሰራዊት ፈደራል መንግስቲ ኢትዮጵያ ንዝሞቱን ዝቖሰሉን ሰራዊቱ ክኣሪ ኣይከኣለን፣ ገዲፍዎም እዩ ክሃድም ክኢሉ። ፋኖ ከኣ ነቲ ዝመተ ሰራዊት ኣብቲ ቪድዮታት ተኸታተልዎ ተር ኣቢሉ ብምስራዕ'ዩ ቁጽሮም ክቖጽርን ካልእ ጉዳያት ክገብርን ዝረኣ። ኣብ ክልል ኣምሓራ ዘካየድ ዘሎ ኲናት ንሰራዊት ፈደራል መንግስቲ ኢትዮጵያ መዋፅኦ ተሳኢንዎ'ዩ ዘርከብ ዘሎ። ክልል ኣምሓራ ዳስ ሓውያ ብምዃን ዘዝኣተወ ሰራዊት ፈደራል መንግስቲ ኢትዮጵያ እናሰተየቶን እናሎቕሞፀቶን ትርከብ ኣላ። እዚ ትማሊ ፋኖ ዘርጊሕዎ ዘረከብ ዘሎ ሓበሬታን ወፂኡ ዘረከብ ዘሎ ቪድዮታትን ንብዙሓት ኢትዮጵያውያን ኣስካሕኪሑን ኣቖጢዑን ይርከብ ኣሎ። ብዙሓት ኢትዮጵያውያን ስርዓት ብልፅግና እቲ ኣብ ክልል ኣምሓራ ዝካየድ ዘሎ ኲናት ደው ብምባል ጠለባት ፋኖ ብምስማዕ ኣብ ሓደ ጣውላ ኮፍ ኢሉ ምስኦም ክዝራረብ ፃውዒታቶም የካይዱ ኣለው። ዝተፈላለዩ ኣብ ኣዲስ ኣበባ ዝርከቡ ዲፕሎማሰኛታትን ኣምባሳድራትን እውን ንኸምዚ ዓይነት ዘስካሕክሕ ቪድዮታት ድሕሪ ምዕዛብ ንስርዓት ብልፅግና ነቲ ኣብ ዝተፈላለዩ ኩርናዓት ናይታ ሃገር ዝካየድ ዘሎ ኲናት ኣብ ክንዲ ብሓይሊ ብሰለማዊ መንገድን ልዝብን ንክፈትሖ ፃውዒታት የቕርብሉ ከም ዘለው ካልእ ሓበሬታታት ይውፃእ ኣሎ። ብልፅግና ኲናት ክልል ኣምሓራ ንክልተ ሰሙን ኢሉ ዝኣተዎ ዳርጋ ናብ ሰለስተ ዓመታት ተፀጊዑ ይርከብ ኣሎ። ሰራዊትኻ ወግሐ ፀብሐ ብኸምዚ ዓይነት ዘስካሕክሕ መንገዲ እናተቐዝፈ ይርከብ። ናይ ኢትዮጵያ ኩነታት ካብ ዝገደደ ናብ ዝባእሰ ይኸይድ ኣሎ፣ ኣብ ክልል ኣምሓራ ዘሎ ኩነታት ንሰራዊት ፈደራል መንግስቲ ኢትዮጵያን ስርዓት ብልፅግናን ካብ ቁፅፅሮም ወፃኢ ኮይኑ እንተበልና ምግናን ኣይኮነን። ፋኖ ኣብ ክልል ኣምሓራ ምርጫ ክካየድ ከምዘይክእል ብተደጋጋሚ እዋናት ይሕብርን የፍልጥን ኣሎ። ስርዓት ብልፅግና ብኣማኢት ዝቑፀር ሰራዊቱ ናብታ ክልል ብምእታው ምርጫ ከካይድ እዩ ፈተነታት ዘካይድ ዘሎ። እዚ ትማሊ ሙሉእ ብሙሉእ ተደምሲሱን ካብ ስራሕ ወጻኢ ኮይኑ ዝርከብ ዘሎ ሰራዊት ውን ኣካል ናይቲ ስርዓት ብልጽግና ምርጫ ከካይድ እየ ብምባል ብማዕበል ናብታ ክልል ዘእትዎ ኣካል ናይቲ ሰራዊት እዩ ነይሩ። እዚ ኲናት በየናይ መንገዲ ክድምደም እዩ ክንከታተሎን ክንዕዘቦን ኢና። ሓደ ነገር ንጹር ኮይኑ ዝርከብ ዘሎ ግን ሰራዊት ፈደራል መንግስቲ ኢትዮጵያን ስርዓት ብልጽግናን ነቲ ኣብ ክልል ኣምሓራ ዝካየድ ዘሎ ኲናት ዝገበሩን ተገበሩ ክዕወትሉ ከም ዘይክእሉ'ዩ። ክቡራት ተኻታተልቲ ናብ ሳልሳይን ናይ መወዳእታን ንሬ ዛዕባ ምስ እንሰግር ዘይሓፍር ስርዓት ብልጽግና ናብ ከተማ ኣስመራን መንግስቲ ኤርትራን ልዕሊ ዒስራ ዝኣኽሉ ሸምገልቲ ሰዲደ መንግስቲ ኤርትራ ንድሕሪት ክመልሶምን ክሰጎሙን ክኢሉ ክብል ትማሊ ብሓደ ላዕለዋይ በዓል ስልጣን ቢሎ ሓብሬታታት ክህብ ተኻታቲልናን ተዓዚብናን ንርከብ ኣለና። ናይ ስርዓት ብልጽግና ድፍረት መወዳእታ ዝብሃል የብሎን። ከምቲ ምስላ ናይ ኣቦታት ርጉም ኣምበጣ ግራትካ በሊዑ ኣብ ገብላኻ ይሰፍር ዝብሃል ናይ ብልጽግና ጉዳይ ውን ካብዚ ዝፈሊ የብሎን። ንዝሓለፈ ሰለስተ ዓመታት ክንሃርመኩም ኢና። ክንወረኩም ኢና ብምባል ኣብ ልዕሊ ኤርትራ ዳንኬራ ኲናት ዝኣወጀ ብልጽግናን ሰብስልጣናቱን ወተሃደራውያን ኣዘዝቶን እንታይ ክገብሩ'ዮም ብዒስራ ዝተፈላለዩ ሸምገልቲ ሃገራትን ኣካላትን ኣቢሎም ናብ ከተማ ኣስመራን ናብ መንግስቲ ኤርትራን ጻውዒታት ሰላምን ዝርርብን ከካይዱ ፈቲኖም መንግስቲ ኤርትራ ብተደጋጋሚ እዋን ብንጹር ከም ዝገለጾ፣ ምስ ስርዓት ብልጽግና ይኹን ምስ ካልእ ሃገር ኣብ ትሕቲ ዝኾነ ይኹን ኩነታት ንዶባቱን ልኣላዊ መሬቱን ባሕሩን ክብርታቱን ወደባቱን ዝምልከት ከም ዘይዘራረብ ኣፍሊጡ እዩ። ስርዓት ብልጽግና ንሰለስተ ዓመታት ፈኪሩ ውጽኢት ክረኽበሉ ስለ ዘይካለ እዩ ሕጂ ብኸምዚ ዓይነት መንገዲ ንህዝቢ ኢትዮጵያ ንምድንጋር። ምርጫ ኣብታ ሃገር እውን እናተቓረበ ይመጽእ ስለ ዘሎ ንካልእ ፕሮፖጋንዳን ጥቕምታትን ኢሉ'ዩ ከምዚ ዓይነት ዘይከውን ሓብሬታታት ዝዝርግሕ ዘሎ። ናብ መንግስቲ ኤርትራ ብዝተፍላለዩ ሃገራትን ከምኡ'ውን መራሕቲ ሃገራትን ኣቢሉ ስርዓት ብልጽግና ፈተነታት ከምዘካየደ ካብ ማንም ኤርትራዊ ዝተኸወለ ኣይኮነን። መንግስቲ ኤርትራ ነዞም ክንሽምግል ኢና ብምባል ናብ ከተማ ኣስመራን ናብ መንግስቲ ኤርትራን ዘቕንዑ ንጹር ምላሽ ብምሃብ'ዩ ቀጢን ትእዛዝ ሂቡ ካብ ከተማ ኣስመራን ካብ ኤርትራን ከባርሮም ክኢሉ። እቶም ሸምገልቲ ኢና በሃልቲ እውን ሕፍር ከይበሉ ናብ ኤርትራ ምምጽኦም ክሳብ ክንደይ ብብልጽግና ከም ዝተዓስቡን መሳርሒ ናቱ ከም ዝኾኑ ጥራይ ኢኻ ክትፈልጥን ክትርዳእን ትኽእል። ዝኾነት ትኹን ሃገር ብዛዕባ ላላዊ መሬታን ባሕራን ክደፍር ዝፍትን ኣካል ሸንጉሉኒ ብምባል ሽማግለታት ክሰድድ ካብዚ ዝኸፍእ ድፍረት የለን። ብልጽግና ሽማግለ ይስደድ ኣይስደድ ዝቕይሮ ዋላ ሓንቲ ክውንነት የለን። እቲ ባሕሪ ባሕርና ዩ እቲ መሬት መሬትና ዩ ብልጽግና እታ ዝፈከራ ኣብ ባይታ ክገብራ ኣይካለን ምኽንያቱ ንዕ ዝኸውን ዓቕምታት ፉጹም ስለ ዘይብሎ ዘለዎ ሰራዊት ንከተማ ኣዲስ ኣበባ ውን ክሕሉን ክቆጻጸረን ዝኽእል ኣይኮነን ብልጽግና ንወተሃደራዊ መዳይ ናይቲ ሃገር ኣብ ባይታ ዘየለ ኣብ ማሕበራዊ መራኽቢታት ዓንገረር ክብለሉ ይረኣ እዩ። ኣብታ ሃገር ዘሎ ኩነታት ሕጂ ግን ምሉእ ብምሉእ ንናይ ብልጽግና ፕሮፖጋንዳ ኣቃሊዕዎ እዩ ዝርከብ። ሸንግሉኒ እናበልካ ናብ ከተማ ኣስመራን ናብ መንግስቲ ኤርትራን ዝግበር ጻውዒታት ናይ ስርዓት ብልጽግና ብሕጂ ዋላ ሓደ ሚልዮን ሸምገልቲ ይስደድ ዝኾነ ይኹን ነገር ከፍሪ ዝኽእል ኣይኮነን። በታ ዝመጽዋ ጥራይ እዮም ትኺሎም ንድሕሪት ክምለሱ። ክቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየዮ ዝነበርኩ ቀዳማይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ሬም።